ሎማዓንቲ ንሰርሖ ነዚ ይመስል። ኦኬ ኣብዚ እንታይ እንታይ ኣለዎ መስልኩም ሓደ እቲ ስሪዲ ኢንቫይሮንመንት ሰሪሕናዮ ኣብ ሓደ ቦታ ከም ዘለና ኣምሲልና ኣብኡ ከኣ ንኸይድ ከም ዘለና ጌርና ኩሉ እዚ ብስእልታት እየ ሰሪሐዮ ናይ ቆጽሊ ስእልታት እዩ ንኣብነት ሓንቲ በዚኤን ስእልታት እዚኤን እየ ሰሪሐዮ እዚኣተን እየን ተን ስእሊ ነዚኤን እንዳደጋገምኩ እየ ሰሪሐዮ ኣስተብሂልኩምለን እንተኮይንኩም እዚኤን ትራንስፓረንት እዩ ማለት ተቆሪፅ እዩ ዘሎ እቲ ክስተ ዝኾነ ዝረኸብኩሞ ናይ ኣቁፅልቲ እዚአን ክገብረልኩም እንደ ኣብቲ ናይ ቱቶሪያል ፎልደር ኣብቲ ኣምስኣ ግን ካልእ ቆፅልታት ተረኪብኩም ገለ ደስ ትብለኩም ወይ ድምችኣኩም ገለ ንዑ ክትገብሩ መታን ትራንስፓረንት ክኸውን ኣለዎ ምክንያቱ ኣሕሊፉ ዘርኢ ክኸውን ኣለዎ ከምዚ ንክትገብሮ ናብ ፎቶሾፕ ክትከይድ ኢኻ ማለት እዩ ሓንሳብ እቲ ኣጋባብራ ክርእየኩም ንኣብነት ከምዚ ስእሊ ሙሉእ እመጽእ እሞ ናብ ፎቶሾፕ ንወስዶ ኢና ፎቶሾፕ ምስ ኣተና እዚ ቁሩብ ኣፍልጦ ኣለኩም ኢለ ዝሓስብ ዘለኹ ናይ ፎቶሾፕ እዚኣ ሴሌክሽን ቱል እዚኣ እዚኣ ኣብዚኣ ዘላ መሪፅና እንድሕር ናብቲ ክተርፍ ዝደልናዮ ቦታ እንድሕር ፔይንት ጌርና ሰሌክት ክትገብረልና እያ ከምዚ ትርእይዎ ኣለኹም ኣብቲ ዝኸድናዮ ዘዝደለናዮ ከይኑ ንጥብቆ ኩሉ ከምዚ ክንጥብቆ ኣለና ኦኬ እቲ ዘይደለኻዮ እንድሕር ከተጉድል ደሊኻ ካብዚ ኣልት ሒዝካ ክሊክ ትገብር ማይናስ ኮይና ትርእይዋ ኣለኹም ፕላስ ጸኒሓ ፈንተፍንያ ኣልት ምስ ሓዝኩ ማይናስ ትኾን ኣላ ማይናስ ጌርካ ምስ ተጌርካ ተጉድል ካብቲ ሰሌክሽን ማለት እዩ ክትውስኽ ተደሊኻ ሽፍት ትሕዝ ግን ባይ ዲፎልት ፕላስ ስለ ደላ ኣብ ከለኻ ተብል ትኽእል ኢኻ ኣልት ሒዝና ነቲ ዝጸሪ ቦታታት ነጽርዮ ማለት እዩ ኦኬ ሒዝና ምስ ወዳእና እቲ ዘድልየና ራይት ክሊክ ጌርና ሪፋይን ኤጅ ተይልናያ ሪፋይን ኤጅስ እንታይ ኣብዚ ብዙሕ ኦፕሽናት ኣሎ ስሙድ ነቲ ኣቆራርፃ ለማፅ ክገብሮ ትሪእዎ ኣለኹም እቲ ለውጢ ኣብዚ ሓርፋፍ ፀኒሑ ኣብዚ ለማፅ ኮይኑ ከነልምፆ ንኽእል ኢና ፌዘር ክንገብረሉ ንኽእል ኢና ኮንትራስት ጽሩይ ንጹር ትሕንጻጽ ከምዚ ትሪእዎ ኣለኹም ንጹር ኾነ ኣሎ ትቋራርጻ ጌርና ኦኬ ንብላ ምሽ ሽዑ ኮንትሮል ሒዝና ጀይ ተጠዊቕና ተደጊማ ኣላ ኣብዚ ትርእይዋ ኣለኹም ነዛ ታሕተወይቲ ሌየር እንድሕር ኣጥፊእናያ በይና ተሪፋ ኣላ እዛ ላዕለወይቲ ትርእይዋ ኣለኹም በይና ትራንስፓረንት ኮይና ኣላ ማለት እዩ ትራንስፓረንት ማለተይ እዚ ካልእ ቦታ ኣሕሊፉ ዘርኢ እዩ ከምዚኣ ከላ ሴቭ ክንብላ ትድልና ፋይል ኬድና ሴቭ ኣዝ ንብላ ቦታ ኣብ ዝኾነ ንመርፅ ደስክቶፕ መሪፀ ኣለኹነ ኣብዚ ፎርማት እዚ እዚኣ ፎቶሾፕ ኤስዲ ባይ ዲፎልት ዘላ ፎርማት ኦፕሽን ታሕቲ ኬድና ፒኤንጂ ንብላ ፒኤንጂ ትራንስፓረንት ካልእ ጄፒጂ ገለ ተጌርናዮ ፃዕዳ ክትገብሮ ነዚ ትራንስፓረንት ኣይኮነን ኣሕሊፉ ዘርኢ ማለት እዩ ኣሕሊፉ ዘርኢ እንታይ እዩ ፒኤንጂ ፒኤንጂ ፎርማት መሪፅና ሽም ዝኾነ ሂብና ቦታ መሪፅና ሴቭ ንብላ ኦኬ ምስ በልኳ ኣብ ደስክቶፕ ሴቭ ኮይና ኣላ ማለት እዩ ኣብ ደስክቶፕ ከይደ ርኣየ ንህለት ኣብዚኣ ካፕቸር ትብል ኮይና ኣላ ማለት እዩ ሕጂ ከምኡ ጌርና ብዙሕ ኣደ ኣርባዕተ ሓሙሽተ ንእክብ ኣነ ከምኡ ጌረ ወሳሲ ከለኹ ኣብዚ ኣለዋ እዚኤን ኣርባዕተ ኣዳልየ ኣለኹ ሓንቲ እዚኣ ሓንቲ እዚኣ ሓንቲ እዚኣ ሓንቲ እዚኣ በዘን ኣርባዕተ እዚኤን ጌርና ኢና ክንሰርሖት እየን ንመጀመሪ መፈተኒ ኮናኹም እዚኤን ክገድፈልኩም የብኣ እዚኣ ባክግራውንድ ትብል ቪድዮ ከዓ ኣለሓፀረ ብድሕሪት ንገብራ እዚኣ ሓፃር ቪድያ ዝኾነ ስእሊ እውን ክትጥቀሙ ትኽእሉ እዮም ከምዚ ሙሉእ ፎረስት ዓይነት ስእሊ ተረኪብኩም ትጥቀሙ ትኽእሉ ኢኹም ተደሊኹም ከዓ እዚኣ ትገብርዋ ማለት እዩ ኦኬ ንጀምር ናብ ኣፍተር ኤፌክት ንኽድ ኣስተብህሉ እንታይ እንታይ ኣሎ ብዚ መሲልኩም እዚ ኩሉ ኣቁፅልቲ ሳተን እየን እታ ፅሕፈት ኣላ እዛ ቀንዲ ኣርእስቲ ማለት እዩ ብድሕሪት ኮላይ ትሪእዋ ኣለኹም እታ ቪድዮ እዚኣ እታ ማይ ድፈስስ ገለ ደለዋ ጃሕጃሕ ድብል ብለር ኮይና ኣላ እዚኦም ሓውለይ ተሪኦም ገለ ከዓ ኣለዉ እዚኦም ፋየርፍላይስ ፓርቲክልስ እዮም ከነእትዎ ኢና እሳቶም እዮም በቃ ሕጂ እቲ ቀንዲ ኮንሰፕት ኣብዚ እቲ ናይ ስሪዲ ክስታይ እንድዩ ኣይነቕድም ኣይንድሕር እቲ መስርዕ እዩ ኣብዚ ተወሳኒ ማለት እዩ በቃ ካብ መጀመርያ ንጀምር ሓድሽ ኮምፖዚሽን በዚኣ ንጀምር ኒው ካምፕ ኤችዲ ኮይስ ናይ ዓሰርተ ሰከንድ ኮይስ ኦኬ ንብላ ናይ ዓስር ሰከንድ ኮምፖዚሽን ሰሪሕና ኣለና ማለት እዩ ሕጂ ንፅሓፍ እቲ ፅቡቅ ነገር ናይ እዚኣ ከርእየኩም ፕሪኮምፖዝ ዝበሃል ነገር ኣሎ እዚ ፕሪኮምፖዝ ተጌርናዮ እንታይ ማለት እዩ እታ ፅሕፈት ግድን ከምታ ኣብታ ናይ ቅድሚ ሕጂ ሰሪሕናያ ነበርና መፂኻ ክትቅይራ ተደሊ ኣብ ከም ብሓድሽ ካብ ኤዲት ትገብር ድልው እዩ ኣብዚኣ ታይትል ትብል ፕሪኮምፖዝ ዝገበርኩ ኣላ ኣብኣ ኣቲና እዛ ፅሕፈት ኣላ ቴክስት ትብል ኣላ ኣብዚኣ ክትቀይሮ ትኽእል ኢኻ ድሌትካ እቲ ፅሕፈት ማለት እዩ ዝኾነ ጆሲዲ ዲዛይን ስማ ትገብር ኣብኣ ክላ ኣውቶማቲካ ርኢኹሞ ተቐይር ኣላ ዝኾነ ክስታይ ምባልሳ የድልየካን እዩ ማለት እዩ ኦኬ ንቐፅል ኣብዛና ና

ነዚኣተን ፕሪኮምፖዝ ክንገብራ ኢና ከምቲ ዓፂናያ ክንፀንሕ ማለት እዩ ራይት ክሊክ ጌርና ፕሪኮምፖዝ ተይልናያ ሙቭ ኦል ኣትሪቢት ቸክ ጌርኩም እዚኣ ከይትህሉ ሙቭ ኦል ኣትሪቢት ኢልኩም ኦኬ በልዋ ሕጂ ሪኢኹማ ፕሪኮምፖዝድ ኮይና ኣላ ከም ኮምፖዚሽን ተሓስባ ኣላ ማለት እዩ ኣብ ኣምስኣተኻ ኢኻ ነታ ፅሕፈት ትረኽባ ሕጂ ፕሪ ኮምፖዝ ኣብዚ ዝኾነ ኤዲት ነዚኣ ተገርካ ነታ ኮምፖዚሽን ኢኻ ኤዲት ትገብራ ዘለኻ እምበር ነታ ፅሕፈት ኣይኮንካ ነታ ፅሕፈት ኣይትፀልዋን ኢኻ ማለት እዩ ኦኬ ሕጂ ነዚኣ ከምዚ መራት ዓይነት እንደ ክገብራ ደሊ ዘለኹ ናብዚ ኣንድ ከምዚ ኣንዲና ክነምስላ እዚ ትሪእዋ ኣለኹም ከምዚ ዝመረተ ዓይነት ነገር ኣለዋ መጀመርያ እንታይ ንግበራ ዱፕሊኬት ንግበራ ካልኣይ ግዜ ንድገማ በተን ዝበልኩኹም ወይ ኣብዚ ኤዲት ከና ዱፕሊኬት ክንብላ ንሕና ወይ ድማ ኮንትሮል ዲ ተጠዊቕና ክንድገም ትኽእል እያ ማለት እዩ ኦኬ ሕጂ ነዛ ታሕተወይቲ ኣጥፊእና ንፅናሕ ነዛ ላዕለወይቲ ራፍን ኤጅስ ትብል ፕላግ ኢና ኣላ እሳ ድራግ ጌርና ኣብታ ላዕለወይቲ ነቐምጣ ማለት እዩ ሕጂ ቀሪብኩም ተሪእኹም ቀሩብ ኣብዚ ጫፍ ጫፉ ጥዊ ጥዊ ጥዊ ኢሉ ኣሎ እዚ ክስተ ሕጂ ከም ዝራፍ እንደሎ ናብ ራስቲ ንቐይሮ ራስቲ ቀይርና እዚ ኤጅ ሻርፕነስ ዘሎ ንወስኸሉ ኤጅ ሻርፕነስ ወሲኽና ቦርደር ወስኸሉ ቁፅሪ ኦኬ ናብ ውሽጢ ኣትያ ኣላ እርግ ዝበለ ኮይኑ ኣሎ ማለት እዩ ኣብዚ ሰቲን እንዳቀያየርኩም ምስ ከም ቃሕ ድብለኩም ትገብርኦ ተኽእሉ ኢኹም ኦኬ ስትሬች ዊድስ ሽዑታ ታሕተወይቲ ሌየር ንወልዓ ጠፊኡ እዚ ታታዕ ሕደ ስለ ዝኾነ ሕብረኒ ነዚኣ ሕጂ ሕብረ ንቐይራ ከርቭ ነእትወላ ከርቭ ኢልኩም ሰርች ግበሩ እዚ ከርቭስ ብታሕቲ ላትኩም ድራ ጌርኩም ናብታ ታሕተወይቲ እትዋ ቁሩብ ኣጸልም ኣብላ ሕጂ ትርእየለኻ ዳጸለመ ከይዳ ኣሎ እቲ ታሕተዋይ ታሕተወይቲ ሌየር ኢና ነጸልም ዘለና

እቲኦም ሉክስ ዝህቡኻ ማፕ ናይ ማፒን ናይ ዝኾነ ስእሊ እዮም ሓንቲ ቴክስቸር ከምፅኤ ኦኬ ቪዲዮ እዚኣ ሓፂን ትመስል ረኺበ ኣለኹ ኣለኒ እዚኣ ኣብኣ ክገብረልኩም እየ ተጠቀሙላሳ ካልእ እምኒ ዝመስል ገለ ክትገብሩ ትኽእሉ ኢኹም ሳብ ድራግ ገይረ ከእትወ ኦኬ ኣብ ማእኸል ኣብ ማእኸል ክልቲኤን ዘን ኮምፖዚሽን ኣብ ማእኸለን ነቐምጣ ረ ኣብ ማእኸለን ገነርና ስኬል ቁሩባን ኢስና ድሓን ምልእቲ ትኹን መታን ፅሕፈት ክንቅይር ከለና ኣይቁረፅና ምልእቲ ትኹን ሽዑ እዚ ትራክ ማት ትብል ዘላ ኣብዚኣ ዘላ ናንድላ ናብ ኣልፋማት ነቒላ ኣልፋማት ምስ ቀርና እንታይ ኮይኑ ንሕጂ ኣብታ ፅሕፈት ጥራሕ ተሪፈን ኣለዋ ትርእይዎ ኣለኹም እዚ ኣብቲ ፅሕፈት ጥራሕ ተቖሪፁ ተሪፉ ኣሎ ሕጂ መይስና ከዓ ነዚአን ሰስቲኤን ፕሪኮምፖዝ ንግበረን ራይት ክሊክ ገርና ፕሪኮምፖዝ ኢልና ታይትል ዋላ በለዋ ሽም ታይትል ሙቭ ኦል ኣትሪቢት ኢልና ኦኬ ንበላ ፕሪኮምፖዝ ምስ ገርናያ ኣብ ውሽጢ ኣቲና ነታ ሮክ ትብል ዘላ ከም ማፕ ተጠቀምናላ ቴክስቸር ኣብኣ ክሊክ ጌርና ሌየር ኣቲና ሕጂ ኤፌክት ይኮና ነትረና ኣብ ሌየር ኣቲና ሌየር ስታይል ኢልና ቤቭል ኤምቦስ ትብል ኣላ ክሊክ ንግበራ እዚኣ እንታይ ትገብር እዚ እትርእይዎ ኣለኹም ጫፍ ጫፉ እትርእይዎ ተለኹም ከምዚ ሕብጥ ዝበለ ስሪድ ዓይነት ከም ዘለዎ ህይወት ዘሪኣትሉላ ተረዲኣትኩም ራእይዋ ከመይ ውልዕ ጥፍእ ከጥ ከብላ እያ እቲ ለውጢ ራእይዋ ሓፍ እብል ሓፍ ዝበለ ነገር ይኸውን ኣሎ ማለት እዩ ኣብቲ ሰቲን ኣቲና እቲ ሳይዝ ክንውስኸሉ ንኽእል ኢና ከምዚ ኣብ ሰቲን ዳቀያየርኩም ከም ደስ ትብለኩም ጽብቅቲ ክሳብ ትመጸልኩም ከተብሉ ትኽእሉ ኢኹም ኦኬ ጫፍ ጫፋ ኢለል ኣለኹ ከምዚኣ ጽብቕቲ ኢለ ኣለኹነ ይኣኽላይ ሕጂ ሻደው ከዓ ከእትወላ ደሊ ኣለኹ ከምኣ ልክዕ ኣብኣ ሌየር ኬድና ሌየር ስታይል ኢልና ድሮፕ ሻደው ትብል ኣላ ድሮፕ ሻደው ምስ በልናያ ትርእይዎ ኣለኹም ኣብቲ ጫፍ ጫፉ ታሕቲ ጽላሎት ዓይነት ትድርቢ ኣሎ ኦኬ ኣብዚ ኣቲና እቲ ኦፓሲቲ ድምቀቱ ብዚ ክንቆጻጸሮ ንኽእል ኢና ድምቀት ናይቲ ጽላሎት ኣንግሉ ብዚ ክንቅይሮ ንኽእል ኢና ናበይ ክጥምት ከም ዘለና ናብ ታሕቲ ገለ ናይ ፅሕፈት ወዲእና ኣለና ናብዚኣ ንመለስ እዚኣ ኣብቲ ውሽጢ ኣብታ ውሽጢ ታይትል ትብል ፕሪኮምፖዝድ ገርናዮ ኮምፖዚሽን ኢና ፀኒሕና ኣብዛ ኮም ኮምፕ ዋን እያ ክትህሉ ብናትኩም ኣብ ኮምፕ ዋን ተመለሱ actually ኦኬ ሕጂ እታ ፅሕፈት ኦልሬዲ ኣዳሊና ኣለና ሕጂ እንታይ ንስራሕ ካሜራ ንስራሕ ሌየር ኒው ካሜራ ኢልና እኹል እዩ በዚ ሰቲን እዚ ኦኬ ንበላ ኦኬ ሕጂ እታ ካሜራ ከምቲ ናይ ዓንተ ወይዳ ገበርና ክንቆፃፀራ ንኽእል ኢና ከምታ ኣብታ ዝሓለፈት ቱቶሪያል ዝገበርና ግን ናይ ካሜራ ቁፅሪ ማራ ገፊሕ ክኸይድ ከሎ ለውጢ ኣይገብርን እዩ ልክዕ ከም ካሜራ ስለ ትሓስቦ ሕጂ ንምቁፅፃሩ ንክጥዕመና ሓንቲ ኖል ኦብጀክት ክንሰርሕ ኢና ሌየር ኒው ኖል ኦብጀክት እዚኣ ኖል ኦብጀክት ኣይትረአን እያ ዝረአ ነገር ኣይኮነን ስሪዲ ንግበራ ነታ ፅሕፈት ዋላ ስሪዲ ንግበራ ሕጂ ነዛ ካሜራ ፓረንት ክንገብራ ኢና ምስኣ እዚኣ ኣብዚኣ ትሪኦ ኣለኹም ጥዋይ ገመድ ትመስል ሒዝና ድራግ ጌርና ናብታ ናል ኦብጀክት ንፈንዋ ኣብኣ ሕጂ እንታይ ጌርና ማለት እዩ ኣክንዲ ነታ ካሜራ ንንቀሳቐሳ እዚኣ ናል ኦብጀክት እንድሕር ኣንቀሳቂስና እታ ካሜራ ትንቀሳቐስ እያ ማለት እዩ ንኣብነት ፒ ፖዚሽን ኢልና ራያ ንቕድሚት ንድሕሪት ገለ ነቲ ኣናልዳ ኦብጀክት ዳንቀሳቐስኳ እታ ካሜራ ትንቀሳቐስ ኣላ ማለት እዩ ንምቁፅፃሩ ሕጂ ክጥዕመና እዩ ማለት እዩ ፅቡቕ ኦኬ ሕጂ ነዚኣ ታይትል ኣብ ፒ ጠዊቕና ፖዚሽን ከተምፅያ እዚኣ ጫፍ ደላ ዜሮ ዜሮ ዚኣሳ ኣብ ንቅድሚትን ንድሕሪትን ትኽእል ማለት እታ ዚ ፖዚሽን ንድሕሪት ንድፍኣያ ንድሕሪት ኔው ነብጽሓያ ኣብ ዝታተለ ወይ ድማ ልሓን ኣብዚ ቅድሚት ትጽናሕሞ ኣብዚኣ በቃ ትኹን እንታይ ክንገብር ና ሕጂ ባክግራውንድ ከእቱ ደሊ ኣለኹ እታ ባክግራውንድ በልኩኹም እዛ ቪድዮ እዚኣ ማለት እዛ ቢጂ ትብል ቪድዮ ድራግ ጌርኩም ኣብቲ ኢምፖርት ግበሯ ኢምፖርት ምስ ገርኩማ ቢጂ ትብል ኣላ ድራግ ጌርኩም ትሕቲ እቲኣ ትሕቲ እዛ ታይትል ኣቐምጧ ስሪድ ግበርዋ ስሪድ ምስ ኮነት እቲ ቀዲማ ተላ ኣብ ፒ ጠዊዕኩም እዚኣ ንድሕሪ ድፍዋ ይዐሪኹም ንድሕሪ ድፍዋ

ንወስኽ ኣላ ከማን ኣብ ፒ ጠዊቕና ንድሕሪት ንምለሳ ኤስ ጠዊቕና ነዕብያ ሕጂ እንታይ ኢና ንገብር ዘለና ቦታ ኒዮ እያ ደላ ሕጂ እንታይ ኢና ጌርና ዘለና ኣብቲ ስሪዲ ወርልድ ንድሕሪት የዕሪና ደፊእና ኣለና እቲ ንቕድሚት ንቕድሚት ንድሕሪት ታዚ እንዳገርና ኔው ድሕሪት ደፊእንያ ግን ሳይዛ ዓባይ ጌርናያ ስለዚ ማዕረ እዚ ኮምፖዚሽን መጽያ ኣላ ሳይዛ እምበር ድሕሪት እያ ደላ እዛ እዛ ጽሕፈት በረኻ ትብል ጽሕፈት ኮላይ ኣብዚ ቅድሚት ቅድሚ ኣላ ማለት እዩ ሕጂ እታ ካሜራ እቲ ኣኒሜሽን ከመይ ኣብ ሻድሻይ ሰከንድ ገለ ኣብዚ ምስ በጽሐት ኦኬ ናይዚ ኣናል ኦብጀክት ፖዚሽን ፒ ጠዊቕና ኣምፂና ኪ ፍሬም ንእሰር ሒዝና ኣለና ኣብዚ ማለት እዩ ኣብ ቅድሚት መፂና ከዓ ሽዑ እዚኣ እዚ ንድሕሪት ንድፋ እያ ንድሕሪት ደፊእና ደፊእና ኒውት ነብፅሓ እያ ኣብዚታት ክለ ኮይና ኣለዋ ማለት እዩ ኦኬ ሕጂ ግን ሳይዝ ናይቲ ባክግራውንድ ካብዚ ኮምፖዚሽን ወፃእ ኣሎ ስለዚ ስኬል ናቱ ክንዕብዮ ኢና ማለት እዩ ናይቲ ባክግራውንድ ኦኬ ዓብያ ኣላ ምልእ ኢላ እዚኣ ኪፍሬም ቅሩብ ኣቕርብ ነብላ ቀልጢፋ ብጽሕ ኢላ ጠጠው ክትብል ማለት እዩ ሕጂ ዝያዳ እቲ እዛ በረኻ ትብል እታ ጽሕፈት ቀልጢፋ ምጽእ ትብል ኣላ እታ ስእሊ ግን ትድሕር ኣላ ሕጂ ከምኡ ኢና ክንከውን ደሊና የድና ምክንያቱ ኣብ ናይ ብሓቂ ክትጥምት ከለካ እቶም ደቀቕቲ ነገራት ጥቓኻ ዘለዉ ነገራት እዮም ቅልጥፍ ቅልጥፍ ኢሎም ዝኸዱ ኣብኒዮ ዘሎ ቀስ ኢሉ እዩ ዝኸይድ እዚ ብተወሳኺ ድካ ጸሓይ እንድሕር ትሪኣ ኣላ ኣብ ሓደ ጠጠው ዝበለት ኮይና ዝስምዓካ ምስ ከምኡ ኣብ ሪያሊቲ ከምኡ ስለ ዝኾነ ሕጂ ናብ ሪያሊቲ ክነምስ ኣለካ ደልና ስለ ደልና ከምኡ ተኾነ ሓይሽ እቲ ድሕሪት ደሎ ቀስ እንተበለ እዚ ቅድም ቅድሚ ደሎ ከዓ ቀልጢፉ ተተንቀሳቀሰ ጽቡቅ እዩ ማለት እዩ ኦኬ ሕጂ ባክግራውን ኣዳሊና ኣለና ማለት እዩ ሕጂ እቲኦም ሳዕሪ ማዕሪ ከነእትዎም ኢና መሰልተናዮ ነታ እዚ ሒዝና ንቅድሚት ከነምጽኣ ንኽእል ኢና ንድሕሪት ክንሰደና እና ሕጂ ንቅድሚት ኣምጺና ኣብዚ በዚ ጸግዒ ገለ ሳይዝ እናዕበና ነቀምጣ ሀረ ሽዑ ንደግማ ኮንትሮል ዲ ጠዊና ዱፕሊኬት ድራግ ጌርና በዝታት ነምጻ ኣብዚ ስፔስ ንደፍኣ ንድሕሪት ቁሩብ ምስ ኣመታን ከይትመስል ሕደ ከይኮና

ኣምስታት ንገብራ ሓራይ ካልኦት ከዓ ንምፅእ ካልእ ስእሊ መተን ሓደ ዓይነት

ሌላ መጺሎ ግን እንታይ ጉድለት ኣሎ ገለ ነገር ኣሎ እታ ባክግራውንድ ትሪእዋ ኣለኹም እቲ ሕብሪ ናታ ፅልምት ኢሉ እዩ እዚ ከዓ በሪሁ ስእሉ ብርሃን ኮይኑ ሕጂ ነዚ ቆፅልታት ሕብሪ ክንቅይሮ ደልየ ኣለኹ ላይክ ከምዚ ከርቭ ክንውስኸሉ ከርቭ ኣቲና ቁርብቲ እያ ፀልም ከም ፀልም ዝበለ ኮፒ ኢልና ነዚኣ ነዛ ከርቭ ጠዊቕና ኮንትሮል ሲ ተጠዊቕና ኮፒ ጌርናያ ኣለና ማለት እዩ ናብዛ ካልኣይቲ ንጥውቕ ኣብዚ መጺና ፔስት ንኹለን ጥውቕ ኣቢልና ኣብዚ ጥውቕ ኮንትሮል ቪ ጥውቕ ኮንትሮል ቪ ፔስት ማለት እዩ ኮንትሮል ቪ ንኹለን ከምኡ እንዳገርና ንሃበን መታን ጽልምት ክብላ ኩለን ምስቲ ከባቢ ክመሳሰላ ነጋ

ሕብራ ከምዚ ቀይሕ ድበላ ክንገራ እዚ ከርቭ እቲና እዚ ኣርጂቢ ደሎ ሬድ ጌርና ሬድ ቁሩብ ወሰኽ ነብለሉ ብሉ ኮላይ ኣጉድል ነብሎ ሓመዳዊ ዳ ኮነ ትኸይድ ኣላ ኦኬ ሬድ ግን ነታ ታሕተወይቲ ኸኣ ጠዊቕና ኣብዚ ስፔስ ንድሕሪት ንምለሳ። ቁርብተይ ርኢኹማ ሕጂ ገለ ዕምቆት ፈጢራ ጻዕዲ ግን ከርቭ ንዓኹላ ኣእቲና ከርቭ እቲና ነጸልማ ቁርብተይ ጽልም ዝበለ ከምዚ ትርእላ ቀይሕ ኮላይ ንወስኸላ ነቲ ኣትመስል ማለት እዩ ኦኬ ሕጂ ዚኣ ገለ እምኒ መስሊ ስሪ ዕምቆት ከም ዘለዎ ተፈሊጡ ሕጂ እታ ክገብር ደልየ ኣብዚ ካሜራ ሓንቲ ኤክስፕረሽን ክንጽሕፍ ኢና ምክንያት እታ ካሜራ ርኣይዋ ትኽ ኢላ እያ ትኸይድ ደላ ሕጂ እዚ ግን ከምዚ በረኻ ስለ ዝኾነ ጣሕሸምሸም እዩ ሰብ ሒዝዋ ከም ዘሎ እታ ካሜራ ሰብ ተሒዝዋ ክሉ ሻዕ እንታይ ክገብር እዩ ክረግጽ ገለ ጣሕሸም ጣሕሸም ክንቀሳቐስ እዩ ነቲ ምንቅስቓስ ንስራሕ እያ ኣብዚ ፖዚሽን ኣልት ሒዝና ክሊክ ንግበር እንቲ ኤክስፕሬሽን ክንፅሕፍ ኢና ከምቲ ኮድያ ደሓን ዘይተረዳእትኩም እንታይ እያ ትብል ደላ ዊግል ኢለ ንጽሓፋሞ ገልጸልኩም እየ ድሓን ሓሙሽተ ኮማ ዒስራ ጽሒፍና ከምዚ ንገብራ ሕጂ እቲ ለውጢ ረኣይዎ እዚኣ እንታይ እያ ትገብር ደላ እዛ ዊግል ዊግል ማለት ምንቅስቃስ ማለት እንዲ ኣብ ኤቭሪ ሓሙሽተ ሰከንድ ሓሙሽተ ፍሬምሲ ዕስራ ግዜ ምንቅስቃስ ግበር ይብላ ኣለኹ ኖኖ እወ ኖኖ ኣብ ውሽጢ ዕስራ ፍሬምሲ ሓሙሽተ ምንቅስቃስ ግበሪ እብላ ኣለኹ ትሪኣ ኣለኻ ሕጂ ትንቀሳቀስ ኣላ ከምዚ ሰብ ሒዝዋ ደሎ ነቕነቕነቕነቕ ኣክሽሊ በዚሑ ኣሎ ሰለስተ ንገሮ እዚኣ ሓሙሽተ ደላ ሰለስተ ሰለስተ ቁሩብ ቀቁሩብ ተይንቀሳቀስ ኣላ ሕጂ ትሪእዎ ተለኹ ኦኬ ጽቡቅ ሕጂ ከ እንታይ ተሪፉ ካብታ ዝሓለፈ ቱቶርያል ትዝክርዎ ገለ ነገር ኣብ ካሜራ እቲ እቲ ዴፕስ ኦፍ ፊልድ ጌርናላ ኔርና እቲ ዕምቆት ማለት እዩ እቲ ብለሪ ነገር ዴፕስ ኦፍ ፊልድ ኦን ንግበሮ ኦን ጌርና እቲ ብለርነስ ኣፔቸር ንወስኸሉ ኣፐቸር ወሲና ብለርነስ ንወስኸሉ ኦኬ ብለር ኮይኑላ እዚ ማራ እዩ ሪያልቲ ዝቦ ነዚ ቅድሚ ደሎ ፎካስ ገይሩ ነዚ ከዓ ብለር ገይርዎ ነቲ ድሕሪ ደሎ እቲ ዕምቆት ናይቲ ከባቢስ ይፈጥረሉ ግን ከምታ ቅድሚ ሕጂ ዝፀሓፍናያ ንግበረላ ነዛ ታይትል ፒ ጠዊቕና ነዳልዋ ሽዑ ንመለስ ናብኣ ነዚኣ ትራንስፎርም ከዓ ንክፈታ ነታ ናይ ካሜራ ማለት እዩ ፖዚሽን ፖዚሽን ተኸፊታ ኣላ በቃ ሕጂ ከድና ነዛ ፎካስ ዲስታንስ ኣልት ሒዝና ክሊክ ንግበር ከምኡ ኤክስፕሬሽን ክንፅሕፍ ኢና እታ በቕዳይ ፀሓፍና ክንፅሕፍ ኢና ሌንግዝ ኢልና ሌንግዝ ኢልና ብራኬት ከፊትና እዚኣ ገመድ ሒዝና ናብቲ ኣብ ታሕቲ ንኸይድ ታሕቲ ፖዚሽን ናይዛ ታይትል ንህባ ኣክቹሊ ኣብዚ ኮይና ንሃባ ፖዚሽን ሂብናያ ኣብ መወዳእታ ኮማ ነእትወላ ኮማ እቲና ከዓ ሜስና ናብታ ናይ ካሜራ ፖዚሽን ንኸይድ ማለት እዩ ሽዑ መወዳእታ ንዓፅዋ እቲኣ ብራኬት ኮይና ኣላ ሕጂ ማለት እዩ ሕጂ እቲ ለውጢ እንታይ ጌራ ነዚ ከባቢኣ እንዳ እንዳ በረሀቲ ድሕሪት ደሎ ደብዚዙ ዝጸንሕ ክትቀርቦ ከለኻ እንዳ ነጸረ መጽእ እንዳ ነጸረ ኣብ ዝቐረብናዮ እንዳ ነጸረ መጽእ ኣሎ ኣብ መወዳእትኡ ነታ ጽሕፈት ቀሪብና ንንጽራ ማለት እዩ ርዳእኩም ኣሎ ምሽ ኦኬ ረኣይዎ ሕጂ እቲ ለውጢ ከመይ መጺእና ርያልቲ መሲ ልክዕ ብራኻ ድልና መሲ ትጽባቕ ይረኣየኩም ኣሎ መሽ እቲ ፐርፌክሽን ናይቲ ኣቀማምጣ ናይቲ ቆፅሊ ዝያዳ ግዜ ተወሲድኩምሉ ዝያዳ ክፅብቅ ፅቡቅ ክመፀልኩም እዩ ብዙሕ ቆፅልታት ኣቐምጡ ኮፒ እንዳገበርኩም ኮፒ ዱፕሊኬት እንዳገበርኩም ኣባዚሕኩም ብዙሕ ተገይርኩሞ እንዳድቀቕኩም ብፍላይ ተኸድኩም ማራ ፅቡቅ ክመፀልኩም እዩ እዚ ንትምህርቲ ስለ ዝኾነ ቁሩብ እየ ገሬ ለለኹ ብዙሕ ተገዲሰ ኣይገበርኩን ሕጂ እንታይ ተሪፉ ዳርጋ ተወዲኡ እቶም ፓርቲክልስ ኮላይተን ንሓው ለይቲ ዓይነት ኣክሽሊ ነዚ ትገብር ፓርቲኩላር ትብል ኣላ ገሊኹም ትፈልጡዋ ትኾኑ ኢኹም ፓርቲኩላር ትብል ኤክስተርናል ፕላጊን ኣላ ግን እዚ ንጀመርቲ ኮላይ ኢልና ስለ ንሰርሖ ደለና በቲ ዲፎልት ፕላጊንስ ጥራሕ ኢና ክንጥቀም ምክንያቱ ደይ ክረኽብዎ ክኽእሉ እዮም እቶም ካልኦት ሕጂ ፓርቲክል ወርልድ ትብል ዲፎልት ናይ ፓርቲክል ኢሚሌተር ናይ ኣፍተር ኢፌክት ዲፎልት ምስኣ ዝመፅእ ክንጥቀም ኢና እሱ ክትጥቀም ተኮይንካ ኣብ ኣብ ኣብ ሓደ ሶሊድ ኢኻ ተቐምጠሉ ሕጂ ንስራሕ ኒው ሌየር ኒው ኒው ሳልድ ኢልና ዝኾነ ሕብሪ ይኹን ኣየገድስን እዩ ብላዕሊ ሸፊናተላ ኣብዚ ፓርቲክል ኢልና ንፅሓፍ ሞ ሲሲ ፓርቲክል ወርልድ ኣላ ድራግ ጌርና ናብዚኣ ዳርክ ግሬይ ሶሊድ ትብል ነምፅያ ኦኬ ኣትያላ ማለት እዩ ኦኬ እዚ በርዝ ሬት ናብ ሓደ ንምለሶ እዚ ሎንጊቲቭ ደሎ ዕስራን ሓሙሽተን ገለ ግበሮ ኣብዚ ፕሮዲሰር ኬድና እቲ ናይ ፖዚሽን ናይቲ ፕሮዲሰር ንቐይሮ

ፖይንት ዜሮ ዋን ግራቪቲ ዜሮ ንግበሮ ምክንያቱ ንታሕቲ ክወርድ ኣይደልና ኢና ኣብኡ ኣብቲ ላዕሊ ከተርፉ ኢና ደልናዮም ዘለና ኣብ ታሕቲ ኣብዚ ፓርቲክል ዝብል ዘሎ መፂና ፓርቲክል ታይፕ ንቐይሮ ናብ ላይን ዘሎ ናብ ፌድድ ስፌር ንቐይሮ ፌድ ስፌር ከበብተን ሳይዝ ንኢሰን ኣለዋ

ነቶም ፓርቲክልስ ሒዛቶም ዘላ ማለት እዩ ናብዚኣ ኦፓሲቲ ማፕ ኬና ድማ እዚኣ እቲ ኦፓሲቲ ዝሃስሉ እንዲ ክውለዱ ከለዉ ሃስስ ክፍጠሩ ከለዉ ሃስስ ትውለዱ ሽዑ ብሩህ ይኾኑ ክጠፍኡ ከለዉ ከዓ እንዳጠፍኡ ከዱ እናደላ ኩሉ ብምልኡ ካብ ዝፍጠሩ ክሳብ ዝሞቱ እቶም ፓርቲክልስ ከምዞም ከምዚኣ ግበረዋ ደሓን እሞ ኣይጠፍኡን እዮም ሽዑ ማለት እዩ ዝጠፍእ የለን ኦኬ ፅብቕቲ ኮይና ኣላ እንታይ ከዓ ክውስኽ ደልየ ሕብሪ ኦቨርኦል ንኩለን ሓንቲ ኣጃስትመንት ሌየር ንብል ሌየር ኢልና ኒው ኣጃስትመንት ሌየር ኢልና ማስክ ነእትወላ ኣብዚኣ ትዝግርዋ ተንኩም መቑረፂ ተዚኣ ኣለኩም ዳብል ክሊክ ጌርና ሆልድ ተጌርና እዚ ኦፕሽን ክመፅእ እዩ ኤሊፕስ ቱል ንምረፅ ከባብ ማለት እያ ኣብዚ ሽዑ ሼፕ ንስኣል ከቢብ ሼፕ ስኢልና ሽዑ ከርቭ ነእትወላ ከርቭ ፅሒፍና ካብ ድራግ ገና ተእቲና ኣላ ተጸሊምና ሕጂ ርኣይዋ እንታይ ጽባቐ ናይዛ እቲ ውሽጣ ጥራሕ ይጸልም ዘሎ ተርእኻ እቲ ማስክ ጥራሕ ጸልሚቱ ሕጂ እታ ንገብሮ ኣብዚ ኣቲና ኣብዚኣ ማስክ ትኣቱ ማስክ ዋን ኢልካ እዚ ኣድ ዘለዎ ሳብትራክት ንቐይሮ ተገልቢጣ ኣላ ሕጂ እዚ ማስክ ፌዘር ዘሎ ከዓ ፌዘር ንወስኸሉ ትርእላ እቲ ሕንጻጽ ጸንሐ እንዳገፍሐ ከይድ ኣሎ ኣግፍሕ ተብሎ ጫፍ ጫፉስ ጽልም ድበለ ክኸውን ማለት ቢልኩም ኦኬ ይኣኽላ እዩ መስለኒ እስከ ከመይ ኮይላ ኮይና ኣላ ንርኣያ ግን እዚ ትንቀሳቐሱ ዘላ ትሕቲ ካሜራ ስለ ዘይኮነ እዛ ትሕቲ እታ ካሜራ ንገራ እታ ካሜራ ክትሪኣ መታን ካሜራ ተሪኣቶም ኣይንቀሳቐሱን እዮም ሽዑ በቃ ወዲእና ኣለና ናይ ሎሚ ማለት እዩ ሎማዓንቲ ኣብዚኣ ሕጂ እንታይ ተማሂርኩም እቲ ኢንተርፕሌሽን ካብ ፎቶሾፕ ኣምፂኻ ከመይ ኢልካ ናብ ዝተእትዎ ኣብ ፎቶሾፕ ከመይ ኢልካ ትቆርፅ ገለ ብዙሕ ተማሂርና ኣለና እዚ ስሪዲ ኢንቫይሮንመንት ከመይ ትስርሕ ፓርቲክልስ ከመይ ትጥቀመሎም ምስ ካሜራ ደሎ ርክብ ከመይ ተመሓድሮ ገለ ኩሉ ሪኢኹም ኣለኹም ማለት እዩ ኣይሆፕ ሒዝኩማ ክትኮኑ ፈቲኹማ ክትኮኑ ከዓ ተስፋ ገብር ማለት እዩ ሴቭ በልዋ ኢኹም ባይ ዘ ወይ እዚ ኩሉ ንሰርሖ ዘለና ከመይ ኢልካ ኤክስፖርት ገብሮ ከም ቪድዮ ከተውፅኦ ብኸመይ ከም ተውፅኦ ኣብታ ናይ መወዳእታ ኤፒዞድ ኣላትኩም እሳ እታ ናይ መወዳእታ ክፋልሲ ኣብኣ ኢና ንገልፃ ኤክስፖርት ኢና እሳ ኤክስፖርት ዩኒድ ይበሃል ምውፃእ ማለት እዩ ንሕጂ ግን እቲ ፕሮጀክት ኮላይ ሴቭ ክትገብሮ ተደልያ ካልኣይ ግዜ መፅኻ ትሰርሓሉ ንኣብነት ሕጂ እዚ ካልእ እቲ ፅሕፈት ቀይርካ ክተብሎ ትኽእል ኢኻ እዚ ኩሉ ሰሪሕና ኣለና ኣብ ታሕቲ ላታ ታይትል ትብል ድገርና ኣብኣ ኣቲና እዚኣ ወድ በረኻ ትብል ኮምፕ ደላ ኣብኣ ኣቲና እዚኣ ወድ በረኻ ትብል ኮምፕ ደላ ኣብዚ ኣቲኻ እቲ ፅሕፈት ክትቅይሮ ትኽእል ኢኻ ድሌትካ ፕሪኮምፖዝድ ነዚ ይጠቅም ዝበልኩኹም መፂኻስ ከም ብሓድሽ ኣይኮንካ ንሰርሕ ኩሉ ኣብዛ ክትቀይሮ ትኽእል ኢኻ ጆሲ ኣላ ናብዚ ተተሜስና ተቐየር ማለት እዩ ኦሬዲ ተቢሉ ኣሎ ማለት እዩ ነታ ፕሮጀክት ሴቭ ክትገብርዋ ከዓ ፋይል ኬትኩም ኖ ኖ ኖ ኖ ኖ ፋይል ኬትኩም ሴቭ ኣዝ ኢልና ወይ ድማ ኮንትሮል ሺፍት ኤስ ጠውያና ኣብ ዝደለናዮ ቦታ መሪጽና ሽም ኣብዚ ንባ በረኻቱ ሐራይ ሴቭ ንብላ ሴቭ ኮይና ኣላ እታ ፕሮጀክት ማለት እዩ ካልኣይ መዓልቲ መፂና ክንከፍታ ንኽእል ኢና ማለት እዩ ንሎሚ ኣብ ዝኣኽለና ኣብ ዝመፅእ የራኽበና ቻው